ኢካ በልዎ ጎረቤትካ ስለዚ ኣቦካስ ካብ Praise the Lord ንስካ ካብ ላዓሊ ኢካ ተወልድካ ዮሃንስ ወንጌል ኣርእስቲ ኣይኮነን ግን እግረ መንገደይ ክትንክፎ እየ ዮሃን ወንጌል ምዕራፍ ሰለስተ ክዛረብ ከሎ ኒቆዲሞስ መጺኡ ንየሱስ ክሓቶ ከሎ ቅልጥፍ ቅልጥፍ ክብል ተረዲኩም ዘሎ ካብ ላዓሊ ተወሊድካ ኢልዎ ስለዚ ንስካ ካብ ላዓሊ ኢካ ተወሊድካ ኣሜን ካብ ሰማይ ተዘይ ተወሊድካ ኢልዎ ንስኩም ካብ ሰማይ ኢኩም ተወሊድኩም ካብ ኣምላኽ ተዘይ ተወሊድካ ኢልዎ ንስካትኩም ካብ ኣምላኽ ኢኩም ተወሊድኩም እስኪ ኣምላኽ ወላዲየ ይበሉ እስኪ መጽሓፍ ቅዱስ ከምኡ እዩ ድብለኩም ንሓደ እኳ ኣብ ምድሪ ኣቦይ ትበሉ ህ ኣቦኹምሲ ኣብ ሰማይ ኣሎ በቃ ክብሪ ንኣምላኽ ይኹን ኣዴኹም ከኣ ሰማያዊት እያ እስኪ ሰማያዊት ኣደይ በሉ እስኪ ሰማያዊት ኣደይ በሉ ምዕራፍ ኣርባዕተ ገላትያ እንተ ኣንቢብኩሞ ከምቲ ሕጂ ኣብ ባርነት ደላ ኢየሩሳሌም ኣይኮንኩን ንስኻትኩምስ ኣዴኹም መን ኢሉ ናይ ላዕሊ እያ እሳ ድማ ንሳራ እያ ደቂ ጭዋ ኢኹም ኣሜን ወዲ ጭዋ በሎ እስገ ርቤትካ ደሎ ወዲ ታባሪ ኣይኮንካን ወዲ ጭዋ ኢኻ በሎ እታ ወዲ ወዲ ባርያ መን እዩ? እታ ሕጂ ኣብ ኣብ ኢየሩሳሌም ደላ እንታይ ኢሉ? ብስጋ ደላ ኣብ ምድሪ ዘላ። ንስ- እስያ ግን እንታይ ኢሉ? ሰማያዊት እያ ኢልዋ። እስኪ ንስኻ ናይ ሰማይ ወዲ ጭዋ ኢኻ በሎ ጎረቤትኩም። በቃ ናይ ሰማይ ወ- ጓል ጭዋ ኢኺ በሎ። የሽዋ ሃሌሉያ። ስለዚ በቃ ኣቦኻ ሰማያዊ ኣዴኻ ሰማያዊት ኮይኑ ሃገርካ ካታ እዩ እስኪ ሰማይ እስኪ በልዎ በቃ ፍሊፒ ምዕራፍ ሰለስተ ፈቅዲ ዕስራ ዕስራን ሓደን ክዛረብ ከሎ ሃገርና ሳበያ ኢሉ እስኪ ንገሩኒ እስኪ ሃገርና በያ ኢሉ ሃገርና በያ ኢሉ ስለዚ ሰማያዊ ኢና ካብኣ ድማ ጎይታና መድሓኒና የሱስ ክርስቶስ እንታይ ንገብር ኣለና ንጽበያ ኣለና በቃ ክብሪ ንኣምላኽ ይኹን ቀዳማይ ጴጥሮ ካልኣይ ጴጥሮስ ምዕራፍ ሓደ ፍቅዲ ዓሰርተ ትሽዓተ ክዛረብ ከሎ ንስኻትኩም ካብ ጸልማት ናብ ዘገርም ብርሃን ድመጻኹም በቃ ሽታ ኢሉ ሕሩይ ወለዶ እስኪ ሕሩይ ወለዶ በሎ እስኪ ሕሩይ ወለዶ፣ ናይ መንግስቲ ኣምላኽ ካህን በልዋ፣ ናይ መንግስቲ ኣምላኽ ንጉስ በልዋ። ካብ ዘገርም ጸልመት እባ ካብ ጸልማት ናብ ዘገርም ብርሃን ግዒስካ ኢኻ በልዎ። ክብሪ ንኣምላኽ ይኹን። ስለዚ ብእንግሊሽ እንታይ መሲልኩም? ዩ ኣር አ ቹዘን ጀነሬሽን ቹዘን ጀነሬሽን ሮያል ፕሪስትሁድ ኣሜን ኪንግስ ኤንድ ፕሪስትስ ፎር ዘ ኪንግደም ኦፍ ጋድ ታራ ኣይኮንካን በልዎ ጎረቤቶም ኣነ በቃ ን- ከምዚ ኣካዳድናኻ ኣይኮንኩን ውሽጥኻየ ዝርኢ ንስኻ ተራ ሰብ ኣይኮንካን በሎ ስለዚ ከም ታራ ሰብ ኣይትነብርን ኢኻ በሎ ጎረቤት ከም ከም ታራ ሰብ ኣይትነብርን ኢኻ መለኮት ከም ዝነብሮ ግን ክትነብር ኢኻ በሎ ከም ክርስቶስ የሱስ ግን ክትነብር ኢኻ እስኪ ሃሌሉያ ናይ እግዚኣብሔር ቃል ኣብ ኣርብዓ ም ቀዳማይ ዮሐንስ ምዕራፍ ኣርባዕተ ፍቅ ዓሰርተ ሸውዓተ ክዛረብ ከሎ ከምቲ ሕጂ ክርስቶስ ኣብ የማን ኣምላኽ ብኽብሪ ዘለዎ ንስኻትኩም ድማ ኣብዚ ምድሪ ከምኡ ኢኹም እዩ ድብል ኣሜን ዶ እስኪ ኣሜን በሉኒ ኣብ የማን ኣምላኽ ምስ ክርስቶስ የሱስ ተቀሚጥና ክርስቶስ ኣባና ክርስቶስ ኣባና ተወጢሑ ድማ ኣብዚ ምድሪ ክንነብር ከለና ናይ ክርስቶስ መልክዕ ለቢስና ናይ ክርስቶስ ህይወት ኣብ ምድሪ ንነብር ንዑ ከዓ ነንፀባርቆ መልክዕ ወዱ ኣባና ስለ ዝግለፅ ዝረኣየና ደበለ ኩሉ ድማ ንክርስቶስ ይርኢ እስከ ኣሜን ንብል ሓደ ሰብ ነዚ ጎይታ እዚ ክብሪ ሃቦ እልልታ እንተ ክሒዘ የሽዋ ሃለሉያ በቃ ኣቦኻ ሰማያዊ በልዎ ኣዴኻ ከኣ ሰማያዊታ በልዎ ሃገርካ ከኣ ሰማይ እዩ በልዎ ፕሬይዝ ጋድ ኣሜን ስለዚ ብልዕኹም ከስከ ብልዕኻ ከስከ በልዎ ሰማይ እዩ በልዎ ዮሃንስ ወንጌል ምዕራፍ ሽዱሽተ ክዛረብ እንከሎ እንታይ ትብልኩም ኣሜን ኣነ ኢሉ ኢየሱስ ካብ ሰማይ ዝወረድኩ እንታይ እየ እንጀራ ህይወት እየ እቲ ንዓይ ዝበልዓኒ ድማ ሃሌሉያ ብህይወት ክነብር እዩ ሞታዊ ኣይገዝእን እዩ ኣሜን ዶ እስከ መግብኻ ሰማያዊ ይበልዎ መግብኻ ሰማያዊ ይበልዎ መግብኻ ቃል ኣምላኽ ይበልዎ ካብ ሰማይ ዝወረደ እንጀራ ህይወት ይበልዎ ሞት ኣባኻ ይሰርሕን ይበልዎ ጭንቀት ኣባኻ ይሰርሕን ይበልዎ ተስፋ ምቑራፅ ኣባኻ ይሰርሕን ይበልዎ ሕማም ኣባኻ ይሰርሕን ይበልዎ ድኽነት ኣባኻ ይሰርሕን ይበልዎ ኣይሰርሕን ይበልዎ ሃሌሉያ የሽዋ ብልዕኻ ሰማያዊ እዩ። ደመይ እንተ ዘይሰቲኹም ስጋይ እንተ ዘይበሊዕኹም ናይ ዘለኣለም ህይወት የብልኩም በሎ። እቲ ደመይ ድበልዕ ስጋይ ድሰቲ ግና ኢሉ ሃሌሉያ እባ ደምስ ደመይ ድሰቲ ስጋይ ድበልዕ ግና ናይ ዘለኣለም ህይወት ኣለዎ ኢሉ ወላ እንተ ሞቱ እኳ ብህይወት ከንብሮ ኢሉ ኣነ ኢሞርታሊቲ ኮንኩ ንነግረኩም ደለኹ ብስጋ ክንመውት ንኽእል ኢና ኣሜን ግና ዘይመውት ናይ ኣምላክ ሂወት ኣብ ውሽጥና ኣሎ እሰይ ሃለሉያ እስከ ኣሜን እልኩም ክሰምዕ በቃ የሱስ ከምዚ ኢሉ ኣይ ላቭ ዲስ ዋን ብፍላይ ፍቅዲ ሓምሳን ኣርባዕተን ከምዚ ኢልዎ የሱስ ኣሜን ኣታ ኣሜን እንዶ ክሰምዕ ከምቲ ኣነ ኢሉ ሃሌሉያ ስለ ኣቦ ብሂወት ዝነብር ዘለኹ እቲ ስጋይ ድበልዕ ደመይ ድማ ድሰቲ ስለይ ብሂወት ክነብር ኢሉ እስከ ኣሜን በሉኒ ብልዐይ ሰማያዊ በሉ ሃሌሉያ እሺ መስተ ኮንከ መስተ ኮንከ መስተ ኮንከ ሰማያዊ እስኪ በለኒ ሰማያዊ በልዋ ማእታን ክሰትይዎ መንፈሱ ሃቦም ይብል ኣሜን ዶ ምዕራፍ 12 ክፍል 13 ቀዳማይ ቆሮንጦስ በቃ ድሪንክ ደ ስፒሪት ኢሉ በቃ ምዕራፍ 6 ፍቅዲ 37 ክዛረብ ከሎ ምዕራፍ 7 ፍቅዲ 37 ዮሃንስ ወንጌል ክዛረብ ከሎ ድማ የሱስ እንታይ ኢሉ መሲልኩም ዝፀምአ እንተሎ ናባይ ምጻእ እሞ እንታይ ግበር ኢሉ ይስተ እስኪ ይስተ እስኪ በሎ ይስተ እስኪ በሎ ስተ በሎ ጎረቤትኩም ዘሎ ዝርገት ኣለዎ ብወይኒ ኣይትስተ ወይኒ ኣይትስከር መንፈስ ግን ስተ በለዎ በቃ ወላ ብ- ወላ ብጥርሙስ ዘይኮነስ ዋላ ብቴኖ ስተ በለዎ ዋላ ብገረወኛ ስተ በለዎ ዋላ ብፊስቶ ስተ በለዎ ዋላ ብቦጥ ስተ በለዎ እሱ መንፈሱ ህ ሰፊሩ ኣይህብን እዩ መንፈስ ሰቲኻ ሸገ ክትብል ትኽእል ኢኻ ኣሜን በለን የሽዋ የሽዋ የሽዋ የሽዋ የሽዋ ግላዌ መንፈስ ስተዩ ኢሉ ዝርገት ኣለዎ ብወይኒ ኣይትስኮሩ ኢሉ ሰብ ቆሮንጦስ ኣህባ ሰብ ኤፌሶን ኣህዛብ ስለ ዝነበሩ እንታይ ኢሎም መስተኹም ቀይሩ ኢለዎ ኣሜን እስኪ መስተይ ቀይረ እየ በሎ እስኪ በቃ ግን ኩሉ ሳዕ ምስ ሰተኹ እየ በሎ በቃ ግጥም ምስ በልኩ ኣሜን ደስ ቀሪኹም ለሎ ዝሰተየ ሰብ በቃ ኣይፈርሕን ጅጉሪ ቢግዲ ቢግዲ ቦጎዛ ኣሜን ኣነ ክገርመኩም ኣብ ዓለም ከለኹ ሰቲ ነይረ ሕጂ ክገርም ኣነ ምስ ሰተኹ ናተይ ንታሕቲ ከነ እንድኸዳ ንላዕሊ እየ እንድኸዳ ተረዲኹምኒ ቁሩብ ምስ ሰተኹ በቃ በቃ ኩሉ ሰብ ጣፂ ኮይኑ ይረኣየኒ ፀገምስ እዩ ቀደም ዝፈርሖም ዝነበሩ ኩላቶም በቃ ኩሎም ናይ ብሓቂ እዮም ከምኡ ዝረኣየኒ ለካ እቲ ብቑል እዩ እስኪ እቲ ብቑል እዩ እስኪ በሉ ብቑል መንፈስ ኣሎ ኣሜን ዶ ሰይጣን ደፍርሓካ ነበረ ሱቕ እንታይ ትኾኑ እስኪ ጻጸ ኮይኑ ረኣክ እዚ ድዩ ዝትፈርሖ ነበርኩ ሰይጣን ግረት ኣነ ከምኡ ድኾን መንፈስ መንፈስ ሰቲ ኣነ 24 ሬድ እቲ ዝስተ ድማ 24 ሰዓት ነጻ እዩ ኣሜን እስኪ በሎ ከምዚ እንዳ ባራት ተዓፅዩ ገለ ዝበሃል የለን ኣሜን ሓደ ዓርክና ነይሩ ኮርኪ ድብሎ ኮርኪ ማለት ፈልጢኹም መኽደን ማለት እዩ ተረዲኹም ተኾስቲሩ ድወፅ ማለት እዩ ናይ መወዳእታይ ድወፅ ካብቲ ባር ኮርኪ ይብሎም ሞሾ ተረዲኹ እንዳደለየ ከሎስ ኮስቲሮም የውፅዎ ማለት እዩ ኣሜን በቃ ናይ እግዚኣብሔር መንፈስ ግን እሳ ኣርባዓን ሰዓት ኣቬላብል ስኩል ብንገሮ ጎረቤት ካደ ኣሜን ቀጨውጨው ኩለካ ከሎ ስተ በሎ ኣታ ስተ በሎ ፕራይዝ ስተ ፕራይዝ ጋድ ሽዑ በዓል በዓል በዓል በዓል ናይ ብሓቂ ኣነ ከምኡ ራእየን ሓደ ሓደ ግዜ ጸላኢ ትርቱ ኩቹ ኩርቱ ገለ ኢሉ ኣናው ጸብለኒ ምሽ ሽዑ ጸሎት እቱ ምስ በልኩ በቃ ኣበይ ኣሎ ሰይጣን ይብል በቃ ከይድ እየ ወላ ሲኦል ክኸይድ ይብል ብመንፈስ ቀርኑ ሒዘ ንሰይጣን ከምኡ ኮይኑ ይስምዓን ናይ ብሓቂ ኣይመስለኩምን መንፈስ ምስ ሰተኻ በቃ ክብሪ ኣምላኽ ኣበቃ ከምዚ ኣብዚ ኣብዚ ደሎ ኣሜን እስኪ ከምዚ ብዚ ደሎ እስኪ ንኣምላኽ ክብሪ ሃቦ ፕሬዝ ፕሬዝ ጋድ ስለዚ ኣቦና ሰማያዊ ኣዴና ሰማያዊት ኣሜን ሃገርና ሰማያዊ ብልዕና ሰማያዊ መስተና ከ እንታይ እስኪ ሰማያዊ እስኪ በሉ እስኪ ሰማያዊ በሉ ስለዚ ናብራና ከ እስኪ በሉ ሰማያዊ ቆሎሴ ክዛረብ ከሎ ምዕራፍ ሰለስተ ፍቅዲ ሓደ እንታይ ኢሉ ሃገርኩም ኢሉ ኣብ ሰማያት እዩ ኣሜን ዶ ክሰምዕ መይትኩም ኢኹም ህይወትኩም ድማ ኣብ ሰማይ ተሰዊራ ኣላ ስለዚ ናይ ላዕሊ እንታይ ግበሩ እስኪ ናይ ላዕሊ ሕሰብ በሎ ናብራኻ ናይ ሰማይ በሎ በቃ መነባብሮኻ ናይ ሰማይ ስለዚ ታራ ሰብ ኣይኮንኩምን ኣሜን እስኪ ታራ ሰብ ኣይኮንኩም በሎ ስለዚ እግዚኣብሔር ከምዚ ዓይነት ሰብ ኣብ ሂወትካ ዝፍጸም ንጽቡቅ ይድቅየደ በልዎ ጎረቤትኩም ንጽቡቅ ይድቅየደ በሎ ክመልሰኩም እዩ ሕጂ ኣብቲ ታሪኽ ንእሽተይ ስምዑኒ እና ዮናስ ዮናስ ልኡኹ ገዲፉ ኣንጻር ክኸይድ ናብ ጃልባ ኣትዩ ወይ ድማ ናብ መርከብ ኣትዩ እታ መርከብ ተናዊጻ መርከብ ምስ ተናወጸት ግርም እዩ እሶም ነናብ ኣምላኾም ጠልዮም ኣነ ግርም ድብለኒ ግን ናይ ዮናስ እዩ ኣብ ውሽጢ ራይ ዓሚጹ ሲ ግን ኣብ ታሕቲ ኣትዩ ለጥ ተኪሱ ባይዘወ ዮናስ ታሪኹ ንእሽተይ ክነግረኩም እኒ ንኣምላኽ ብጣዕሚ ትፈልጡ ንኣምላኽ ይፈልጦ እዩ ዮናስ ንኣምላኽ ፈልጦ እዩ ተረዲኹምኒ ቁጥዓ ኢኹም እግቢሩ ክእዘዝ ስለ ዘይደለየ ኣይኮነን እንታይ ደኣኒ እዞም ምሕረት ኣይግበኦምን እዩ ስለ ዝበለ እግዚኣብሔር ግን እንታይ ኣዳል ይበልን እስኪ በቃ ሽዑ ነውፅ ምስ ኮነ ንሳቶም ነነባ ኣምላኾም ተልዮም ንብረት ምስ ደረበዩ ካብታ መርከብ መወዳእታ እንታይ እዩ ዝኸውን ደሎ ኢሎም ዓቕሎም ፀቢብዎም ባዕ ንብረት መሲሎም ኣይጓሓፍዎ ተረዲኹም ደለኹም እቲሲ ካይ ተረዶም ተድጉሕፍዎስ ጸጥ ኣይምበለ ነይሩ ምስለ እቲ ማዕበል ምንም ይምጉሓፉ ይተርፎ ነይ ነይሩ የናስ ድሓረይ ስማ እንደ ኢሎም እንታይ ስራሕ ከሎም ኣነ ድኣ ኢሎም ብጣዕሚ ዘገርም ዋላ ሽዑኡሲ እንታይ ኢልዎም ምስ ኢልኩ ኣነ ኢልዎም ወይ ስርሐ ኢልዎም ብፍላይ ኣምሓርኛ ደስ ብለኒ ስርሐ ነቲ ሰማይን ምድርን ዝፈጠረ ኣምላኽ እየ ዘምልኽ ኢልዎም እስኪ ኣሜን እስኪ ኣሜን ክሰምዕ በቃ ሓጢኣት ክትገብሩ ሕጂ እውን ኣየተባባዓኩምኒ ሓጢኣት ውርደት ህዝብታት እዩ ኣሜን ግን ሓጢኣት ስለ ዝገበርካ ማንነትካ ቅየርኒ ዮናስ እዚ ተረዲእዎ ዓሚጸ እዩ ድኸይድ ደለኖ ግን ዓሚጹ እናኸደ ኣነ ኢሉ ሆሆ ደስ ኣይብልን ነቲ ሰማይ ንምድርን ዝረእን ደይረእን ድፈጠረ ኣምላኽ ንዑ እየ ደምልኽ ኢሎም ስርሐይ ኢሎም ንኣምላኽ መምላኽ ኢሎም ፕሬዝ ጋድ እስከ ኣሜን ስራሕካ በሎ ምስ ጎረቤትካ ደሎ ንኣምላኽ መምላኽ ይበሎ ዳሓረ እሞ በቃ ተናዊጽና ናብ ኣምላካ ጸሊ ኢሎም ተረዲኹም ኣይተረዲእኒ ኢሉ ናተይ ጌጋ ኢሉ ግን ብጣዕሚ ዘገርም ምቸም ከተንብቦ ታሪክ ቀሊል እንድዩ ባዕልኻ ስየ ደርብዩ ንብ ማይ ትብል ሓስብ ሓሲብኩም ትፈልጡ ዶ በቃ ናብ ዓሳ ክትመውት ሱሳይድ ክትገብር ግን ኣደ ነው ኣይተጻሓፈናን ግን ዮናስ በቃ እግዚኣብሔር ትገለ ነገር ገብር ይብል ነይሩ ኣሜን ዶ ወላ እዚ እውን ሲ ንጽቡቕ ክቕየር እዩ በቃ በቃ እንታይ ክኸውን ኣይፈልጥን እየ ግን ንጽቡቕ ተረዲእኹምኒ ደሓረይ እንታይ ይብለና እቲ ጽሑፍ መሲልኩም ንዮናስ ኣምጺኦም ናብቲ ማይ ተገብርዎ እታ እቲ ማዕበል ድማ እንታይ በለ ጸጥ በለ በለና ሽዑ ንእሽተይ ከንብበልኩም ምዕራፍ ክልተ እታ ቀንዲ ልያደለኹ ሓሳብ ምዕራፍ ክልተ ክወስደኩም እየ ትንቢት ዮናስ ምዕራፍ ክልተ ከምዚ ይብል ናይ እግዚኣብሔር ቃል ሃሌሉያ ትንቢት ዮናስ ምዕራፍ ክልተ ዘገርም ኩሉ ሳዕ እየ በዚ ቃል እዚ ዝግረም ዮናስ ኣብ ከብዲ ዓሳ ኮይኑ ናብ እግዚኣብሄር ኣምላኹ ጸለየ ሕጂ ናይ እግረ መንገደይ ንእግረ መንገደይ ንሕና ክንገብሮ ዝግብኣና እንከላይ ክነግረኩም እየ ሓራይ ንእግረ መንገደይ ኣብ መንጎ ምክንያቱ ግዜ ይኸይድ ስለ ደሎ ማለት እዩ ክጽሊ ከኣ ስለ ዝኾንኩ እና ዮናስ ንኣምላኽ እንታይ ክገብሮ ነይርለኩም ይፈልጦ። እታ ጥቕሲ ዘንበብኩልኩም እንታይ ትብል እቶም ንኣምላኽ ዘፍቅርዎ ሓዝዋ እዚኣ ቀዳመይቲ ንኣምላኽ ዘፍቅሩ ካልኣይቲ ከኣ ከምሩ እተጸውዑ ተረዲኹም ሽዑ ኣብ ትግርኛ ነገር ኩሉ ንሰናዮም ከም ዝድግፍ ንፈልጥ ኢና በብሓደ ክንርእየን ኢና ሕጂ ራእዮም ቀዳመይቲ ንኣምላኽ ዘፍቅሩ ሓራይ ካልኣይቲ ካልኣይቲ ከም ምኽሩ ድማ ተጸውዑ ሳልሰይቲ ከኣ እንታይ ትብል ሃ ነገር ኩሉ ንሰናዮም ከም ዝድግፍ ንብዓል እዚኣ ትኣክለና እታ ራብዓይቲ ከኣ እታ ንፈልጥ ኢና ብዙሕ ግዜ ሰብ ኣይስተውዕላ እታ ምፍላጥ ትብል ከኣ ክንሪኣ ኢና ክንደየን እዚኤን ኣርባዕተ ማለት እዩ ዮናስ ካብታተን ሓንቲ እንታይ ይብለኩም ንኣምላኹ ንኣብነት ንኣምላኹ ይፈልጥ ይፈልጥ ነይሩ እዩ ንኣምላኹ ይፈቱ ነይሩ እዩ ኣምላኽ ሰብ እዘን ኣርባዕተ ክራይቴርያ እዚኣተን ኣብ ዮናስ ኣለዋ ዑራዩ ምዕራፍ ክልተ ከም በለ ድማ ብጣዕሚ ንግረ መንገደይ ንግረ መንገደይ ብሓባር ክገብሮ ማእታን ግዜ ስለ ድወስድ ድሓረይ ናይ ዮናስ ጸሎት ስምዕዎ ኢኹም ኣበይ ኮይኑ እዩ ጸሊዎ ኣብ ከብዲ ዓሳ ዑራይ በለ ድማ ካብ መከራ ይተላዕለ መከርኡ ኣይከን መከርኡ ኣይካሓደን ኣብ ምንታይ ግን ኣትዩ ዘሎ ንገሩኒ ባይ ዘ ወይ እዚ ታሪክ እዚ ሓቂ እዩ እስኪ ሓቂ እዩ እስኪ በሉ ኣምላክ ይመስገን ሓደ ግዜ ን ቢሊ ግርሃም ድብሃል ናይ ኣምላክ ሰብ ሲ ሂዝ ኣ ዳክተር ዳክተር ብሊ ግርሃም ማለት እዩ እዞም ኤቴስትስ ወይ ድማ ምሽ ኣሎ እዞም መጽሓፍ ቅዱስ ዝጣራጠሩ መጺኦም ሲ ስምዓ እንዶ ዶክተር ቢሊ ግርሃም ኢሎሞ ኣቤት እስኻስ መጽሓፍ ቅዱስ ኩሉ ትኣምኖ ዶ ኢሎሞ እምቧእ ከመይሲ ደኣ ኣምኖ ኣምኖ ን ፈረቃን እምበር ኢሎም ዋ ዋላ እዚ ናይ ትንቢት ዮናስ ናይ ማለትሲ ኣፈ ታሪክ ድመስል ወይ ጽውጽዋይ ፈሪቴል ፊክሽን ድመስልሲ ትኣምኖ ኢኻ ዮናስሲ ኣብ ከብዲ ዓሳ ነባሪ ኣትዩስ ሰለስተ ለይትን ሰለስተ መዓልትን ጸኒሑስ ሽዑ እቲ ዓሳ ነባሪ ከኣ ተኣዚዙስ ንምድሪ ተፊእዎ እዝስ ጽውጽዋይ ይመስል ኢሎም ደስ ኢልኒ እንታይ ኢሎም መልስዎም እዋእ እዚ ግዳ ንቡር ኢልዎም ተረዲኹም ዶ ኣለኹም? ዓሳ ነባሪ ካብ ባሕሪ ወጺኡ ኣብ ከብዲ ዮናስ ኣትዩ ሰለስተ ለይትን ሰለስተ መዓልትን ጌሩ ዮናስ ተሸኪሙ ሽዑ ናብ ባሕሪ መሊስዎ እንተ ዝብለኒ ከማን ሃ ይኣምኖ እየ። እስኪ ንኣምላክ ክብሪ ሃብዎ ፕራይዝ ዘ ሎርድ። በዚ ወይ መጽሓፍ ቅዱስና መለኮት ድሕር ዘይኮይኑ ኩሉ ልዕሊ ልዕሊ ኣእምሮና እንተ ዘይኮይኑስ ታራ ታሪኽ ደኣ እሞ እንታይ ክገብረልና ንዓና ኢድ ኣምላኽ የብሉን ማለት እኮ እዩ። ስለዚ ክእመን ዘይክእል ብንቡር ኣእምሮ ከምኡ እኮ እዩ መሊኡ ታሪኽ መጽሓፍ ቅዱስና እስከ ኣሜን በሉኒ እስከ ሓቀኛ ታሪኽ እዩ በሉ በቃ ሽዑ ራዩ ኣብ ዓሳ ነባሪ ኮይኑ ራዩ ሕጂ ንግዚኡ ክወስደኩም እየ ኣብኡ እቶ ኣበይ ይብል ኣለኹ ኣብ ዓሳ ነባሪ ሓደ ሓውና ነይሩ ንፉዕ ሰባኺ እንዲ ናይ እዮብ ክሰብኽ ከሎ ሎማዓልቲ ታሪኽ ጥራሕ ነይሩ ኣብ ሂወት እዮብ እተዉ ብለና ነይሩ ሎሚ ድማ ኣብ ሂወት ዮናስ እተዉ ንግስ እዩ እሺ እሺ ዓሳ ነባሪ ትፈልጥዎ ዲኹም እተዉ ሕራይ እሺ ተሳኣሊና ኣለና ኣበይ ኣበይ እተዉ ብላ ኣለኹ ዓሳ ነባሪ እንታይ ኮም ድብለ ኣለኹ መሲልኩም ሎሚ ኣጋጢሚ ክደሎ ጉዳይ ካብ ናይ ዮናስ ጉዳይ ንላዕሊ ይኮነን ካብ ናይ ዮናስ ጉዳይ ንላዕሊ ይኮነን ኦኬ ምናልባት እሞ ናተይ ደኣ ትብሉ ኖ ኖ ዮናስ እውን እኮ ዓሚፅ እዩ ዮናስ እውን እኮ ሓጢኣት ገይሩ እዩ ንይና ንስኑ እኮ ምእዛዝ ኣብዩ እዩ ሕራይ ምናስ ፀላኢ ክብለፀልኩም ኣይደለን እየ ንስኺ እኮ ኖኖ ከም ናይ ዮናስ ኣይኮንኩ ኖኖ ኖኖ ዮናስ ዓመፀኛ እዩ ደሎ ብሰዓት ሓጢኣተኛ እዩ ምእዛዝ ዳኣበየ ዓሊ እዩ ደሎ እግዚኣብሔር ግን ኣይገደፎን እስኪ እሞኸ ኣብ ብሉይ ኪዳን ሃሌሉያ ኣሜን ኣበይ ይብል ኣለኹ ኣብ ብሉይ ኪዳን ደም የሱስ ኣብ ዘይፈስ ህይወት ክርስቶስ ኣብ ዘይተኸፍለሉ ግዜ እስኪ ንጎረቤትካ ኣምላኽ ኣይገድፈካን እዩ በሎ ደስ ትብለኒ ጥቕሲ ኣላ እዚኣ ክበኩም እየ ኣብ ኣብ ዘፍጥረት ምዕራፍ ዕስራን ሸሞንተን ፍቕዲ ዓሰርተ ሓሙሽተ እንታይ ትብል ቃል ኣላ ምስ ኢለኩም እንታይ ኢሉ ንያዕቆብ ያዕቆብ ኣታሊሉ ተኸይኑ እዩ ትፈልጡ ኢኹም ኣብ መጽሓፍ ቅዱስ ባይ ዘወይ ኩሉ ታሪኽ ኣንብብዎ ኢኹም ብምሉእ ታሪኻ መጽሓፍ ቅዱስ ዳርጋ እቶም ንኣምላኽ ዘፍርሁ ዝፈርሁ ዘፍቅሩ ብምሉእ ንጽቡቕ እዩ ተለዊጡሎም። ዓምጾም ከለውስ ንጽቡቕ ተቐይሩ ኣይኮነን ያዕቆብ ኣታሊሉ እዩ ድኸይ ነይሩ ይስሓቂ ንእግረ መንገድ ኣታሊሉ ብኹርና ሰሪቑ ቃል ትንቢት ነይርዎ እዩ ግን ብዓመፅ ደልይዎ ኣብ ዘለኹም መዓት ትንቢት ቃል ዘለኩም ትሕት በሉ ተገዙ ሳሚት ግበሩ እግዚኣብሔር በቃ እንታይ ዝብል ቃል ኣሎ መሲልኩም ኣብ ምዕራፍ ሓሙሽተ ቀዳማይ ጴጥሮስ ሃምብል ዮር ሃርት ኣንደር ደ ማይቲ ሃንድ ኦፍ ጎድ ዝብል ጎድ ዊል ኤግዛልት ኦንሊ ታይም ብዛዕባ ኣገልግሎት ይዛረብ ኣብ ኤንኤልቲ ትራንስሌሽን ኣንብቦ ኢኹ ብዛዕባ ምግልጋል ይዛረብ ትሕት ኢልኩም ኣገልግል ነቶም ልዕሊኹም ዘለዉ ኣገልግል ተገዝዎም ገለገለ ይድብል ሽዑ እንታይ ኢሉ ግዜ ኣለዎም ንዓኻ ናትካ ግዜ ኣሎ እሺ ጎረቤትካ ዘሎ ግዜ ክህሉ እጆኹ በል በቃ በቃ ኣሜን እግዚኣብሔር ንኹሉ ሰብ ሲዝን ህቦ እዩ ሲዝንኩም ጥራሕ ፍለጡ ኣይሓለፈካን ኣሜን ዶ እንዲያውም ሲዝንካ ምስ ሓለፈ ዋላ ካልኣይ ግዜ ዕድል እግዚኣብሔር ካልኣይ ዕድል ህብ እዩ ሳልሳይ ዕድል ህብ እዩ ኣሜን ትንሳሕ ድሕዳ ተመሊስካ እግዚኣብሔር ዕድል ህበካ እዩ ያዕቆብ ግዜኡ ክጽበ ነይርዎ ግን ኣታሊሉ ኣታሊሉና ከደ ከሎ ግን ርኢኹም እግዚኣብሔር ራዩ እንዶ ካብ ሓሓዊ ቁስሉ ደልዩ ይኹን ደይህኮት ኮይኑ ብትንትን ኣትዩዎም ሃዲሙ እናኸደ ኣብ ምድሪ እንተቲ ርእሱ ምስ ደቀሰ ግና እግዚኣብሔር ኣይገደፎን ኣብኡ ተገሊጹሉ ሰማያት ተኸፊቱ መላእክት እግዚኣብሔር ክወርዱን ክድይቡን ብመሳልል ርእዩ ይብለና ሽዑ እግዚኣብሔር መዓት ቃል ተስፋ ሂብዎ እንታይ ኢልዎ ግን ኣብኣ ሓንቲ ኣደ እቲ ዝበልኩኻ ዘይዓዝዋ ስጋዕ ዝገብረልካ ፍጹም ኣይገድፈካን እየ እሽሽ ድማ ኣይብለካን ኢልዎ እግዚኣብሔር ድኣተወልካ ቃል ተስፋ ኣሎ እስከ ኣሜን በሎኒ ኣይገድፈካን እየ ኣሜን ክፍጸም ይብል ኣለኹ ክፍጸም እዩ ብህይወትኪ ክፍጸም እዩ ብህይወትካ እስኪ ንኣምላክ ክብሪ ሃቦ ሃለሉያ። በቃ ራዩ ዮናስ ዓሚጽ ድኸይ ነይሩ ኣብ ከብዲ ዓሳ ኮይኑ ግን ራዩ ስለዚ ራዩ ካብተን ነጥብታት ሓንቲ ክትሕዝዎ እንደሉ እምነት ድብል እያ ኣምላኽ ተረዲኹም ደለኹ ከም ደይ ጸላኣካ ከም ደይ ጓሓፈካ ከም ደይ ዋርደካ ዮናስ ከምዚ ኢሉ ጸልዩ ንስኻ ናብ ማዕሙ ራዩ ፍቕዲ ክልተ በለ ድማ ናብ ካማር ከራይ ተላዕል ናብ እግዚኣብሔር እወኹ ንሱ ከዓኒ መለሰለይ ራይ ካብ ከብዲ ሲኦል ኮይነ ኣእወኹ ንስኻ ውን ድምጸይ ሰማዓካ

ሲኦል ኢልዋ እካ ኣብኡ እኮ ድኣትዉ ትፈልጡ ኢኹም ዓሳ ነባሪ ሪኢኹም ኣለኹምሽ ዓሳ ነባሪ ከምዞም ካልኦት ዓሳ እንዳጎየ ኣይኮነን ድሃድን እንታይ ድገብር መሲልኩም ኣፉ ሀ ይኸፍቱ ክንምንታይ ድኾን ኣፉ መሲልኩም ኣደኖ ምናልባት ከየጋንን ፈርሔ ግን ድሓነይ ኣደኖ ክንዝብ ዘለኹም ፍርቂ ክኸውን ዶ ገሊኡ ዓሳ ነባሪ ኣፉ ከምዚ ገይሩ ከፍቱ ኣፉ ምስ ከፈቶ ተረዲኹም ዘለኹም ቁፅሪ ዘይብሎም ዓሳ እንታይ ይገብሩ መሲልኩም

ስትረድዮኒ ክሰም ኣቢለ ዝብል ነይሩ ኳሕ ተቢሉ ወይ ትረድኹም ዘለኹም መዓት ጀርባ ዓባዓባዓባዓ ድብል ዝነዝዕ እንዛምናት ኣሎ በቃ በቃ በዓል ዋላ በዓል ዶልፊን ዋላ በዓል ሻርክ ኮይም ኣብኡ ኣትዮም ታጎምሲ ምጣሓን ተረዲኹም ኣምላኽ ግን ፅብቕቲ መደቀሲ ገይሩሉ ኮይኑ ዝማዕና ኣብ ውሽጢ ገረዲኹም ዘለኹም በቃ ግን በቃ ሲኦል እዩ ንዑ ኣሱ ኣይጣሓኒ ግን ኣብኡ ኣብዚ ኮንካስ ይፅለ እስኪ ይፅለይ እስኪ በል ኣታዕሚ ይፅለይ ኣይብከን እዩ በሎ ጎረቤትካ ዶ ተስፋ ኣይቁረፅን እዩ ሃሌሉያ ይከኣል እዩ ድብል ሓደ ሰብ ምሳይ ኣሎ እስኪ የሽዋ ይከኣል ይበል እስኪ ኣብ ከብዲ ዓሳ ነባሪ ኮይኑ እንታይ ገበረ ብለና ጸለየ እንታይ ኢሉ ጸልዩ መሲሉኩም ሸው ንሱ ከኣ ራይ በለ ድማ ካብ መከራይ ተላዕል ናብ እግዚኣብሄር የእወኹ ንሱ ከኣ መለሰለይ እምነት ትሪኡ ኣለኹም እስኪ እስኪ መለሰለይ ኣብ ዓሳኻ ነባሪ ኾንካ ሓጢኣት ጌርካ ምእዛዝ ኣቢኻ ተጓሒፍካ ኣብ ውሽጢ ዓሳ ነባሪ በቃ ኣሽሓት ዓሳ ክጠሓኑ እናረኣኻ ተስፋ ኣብዚ ኾንካስ እግዚኣብሄርሲ መለሰለይ ትብል ስለዚ ሓደ ነገር ክነግረኩም ካብቲ ሓደ ክራይተርያ ንጽቡቅኩም ዝልወጠሉ እምነትኩም ኣይትደርብዩ እስኪ እምነትኩም ኣይትደርብዩ ጎረቤትካ ዘሎ እምነትካ ኣይትደርቢ በሎ እግዚኣብሔር ጸሎትካ ሰሚዕ በሎ ተረዲኹም ዘሎ መለሰለይ ሽዑ ከድጽዋ ኣብ ከብዲ ሽኤል ኮይነ እዌኹ ንስኻውን ሀ ድምጸይ ሰማዕ ሰይጣን እኮ ኣብኡ ሰይጣን ደየለ ከይመስለኩም ሰይጣን ኣለ ካዓ ካዓ ካዓ ካዓ ኢሉ ሰማዕ ኣብዚ ኮንካሲ ድምጽኻስ ዓሳ ነባር ሓሊፉስ ነዚ ባሕሪ ሓሊፉስ ሰማይ ክበጽሕ

Praise God! እዋ ትሪኹም ደለኹም እንታይ ኢሉ ሽዑ ፍቕሪ ሰለ ሰቕራይዋ ሽዑ ንስኻ ናብቲ መዓሙቕ ናብ ልቢ ባሕሪ ደርበኻኒ ወሓይዝ ከበበኒ ኩሉ ማዕበልካን መጎድካን ብልዕለይ ሓለፈ ሓቂ ዓቢ ፋብሪካ ይፍትሽቲ ተለዶ ንለ ሽዑ ፍቕሪ ስድራይ ፍቕሪ ርባዕተ ኣነ ኸኣ በሉ ካብ ቅድሚ ኣዒንትኻ ተሰጐግኩ፣ ግናኸ። ኣነ ግርም እዩ ዚብለኒ፣ ግናኸ ርኣዩ እንተ እንታይ ይብል ኣሎ መሰ፣ ግናኸ ናብ መቕደስካ፣ ርኣይ፣ ናብ ቅዱስ መቕደስካ መሊሰ ክጥምት እየ። ትርእይዎ ኣለኹም ናይ እምነት ጸሎት። ናብ ቅዱስ መቕደስካ መሊሰ እንታይ ክገብር ኢልዎ፣ ክጥምት እየ። እስኪ ክጥምት እየ በሉ እስኪ። ሽዑ ፍቕዲ ሓሙሽተ፣ ማያት ክሳዕ ነፍሰይ ከበበኒ፣ መዓሙቕ ኣብ ዙርያይ ነበረ፣ ጻዕዳ ባሕሪ ኣብ ርእሰይ ተገበረ፣ ተጠምጠመ። ወዲ ሽዱሸራይዋ፣ ናብ መሰረት ኣኽራን ወረድኩ፣ መሃርሃርታ ምድሪ ንሓዋሩ ኣብ ልዕለይ ኮነ፣ ግናኸ፣ ግናኸ ድብላ ቃል ኣስተውዕሉለን፣ ፍቕዲ ኣርባዕተ ዘላ ግናኸ፣ እቲ ኩነታት ሓቂ እዩ፣ ኣይከሓድን እዩ፣ ኣሰቃቒ እዩ፣ ኣጨናቒ እዩ፣ ካብ ሲኦል ዝኸፍእ እዩ፣ ግናኸ፣ እስኪ ግናኸ በሎ ጎረቤትካ፣ ግናኸ በል እስኪ በሎ፣ ኣሜን፣ ግናኸ እስከ በሎ፣ ጸሎተይ ይስማዕ ይበሎ፣ ግናኸ በልዎ፣ ኣምላኽ ርእየኒ ይበልዎ፣ ግናኸ በልዎ፣ መሊሰ ኣብ ቅዱስ መቕደሱ ክጥምት እየ በልዎ፣ ግናኸ በሉ ሃሌሉያ የሹዋ ናክብር ሃቦ ፕራይዝ ጋድ ግን እንታይ ኢሉ ናብ መሰረት ኣኽራን ውረድኩም ሃርሃርታ ምድሪ ኣብ ልዕለይ ኮነ ኢሉ ፍቅዲ ሽዱሽተ የደ ኣለኹ ግናኸ ንስኻ ወእግዚኣብሔር ኣምላኸይ ንህይወተይ ካብ ጉድጓድ እንታይ ገበርካያ እስኪ ኣውፃእካያ እስኪ በሉ ኣበይ ኮይኑ ይኸም ድብል ደሎ እዚ ኣበይ ኮይኑ ይኸም ድብል ደሎ ኣብ ውሽጢ ከብዲ ዓሳ ኾንካስ ከምዚ ትፅሊ ኣውጺእካኒ ኢኻ ትብሊ ነቲ ኩሉ ዝስምዖ ስሚዒታት ነቲ ኩሉ ዝርእዮ ድስ ይተገብረሎ መሲልኩም ክልተ ነገር እዩ ክሒድዎ ይኮን ግን ልዕሊኡ ካልእ ሓቂ ኣሎ ኣሜን ዶ ልዕሊኡ እንታይ ኣሎ ልዕሊ እቲ ዝረአ ልዕሊ ዝስማዕ ልዕሊ እቲ ተኸቢብካ ደሎሲ ካልእ ሓይሊ ኣሎ ኣሜን ዶ እስኪ ይከኣል ይበሉ እስኪ ተረዲኹም ፍቕዲ ሸውዓተ በል ነፍሰይ ካብ ኣብ ውሽጢ ምስ ኣሕለለወት ኢሉ ንእግዚኣብሔር ዘከርኩዎ ኢሉ ነፍሰይ ታይ ትገብረኒ እያ ተሸግረን ትሕለሉ ን ዮናስ ኣኺልናዩ ን ዮናስ ጠፋእና ን ዮናስ ኡውው ነፍሱ ነፍሲ ሰብ ትፈልጥዮ ነፍሲ ብሰለስተ ድቆመት እያ ምሽ ኣእምሮ ስምዒት ፍቓድ ኣለና ሰይጣን ቅድም ታይ ድገብር መሲልካ መጀመርያ ኣእምሮኻይ ሪዝንን ጌሩ ንኣእምሮኻ የረድኦ ኣብነት ንዮናስ ታይ ድበሎ ኮይኑ ይስምዓኒ ዮናስ ብሎ ንረዳዳእ ንደብሮ ረዳዳእ ህድእ በል እሞ ረዳዳእ ንስኻ እኮ በልዎ ዓማጺ ኢኻ ንስኻ ኮብላሊ ኣምላኽ ስለ ዝጸልኣካ ናብ ዝደርብየካ ንኣምላኽ ክሓዶ ሕጂ እንታይ ትገብር ኣለኻ ከምቲ ምሽ ሰይቲ ሰይቲ እዮብ ከምኡ ንላቱ ስጋ ሕጂ ኢላቶ ኣብዚ ኮንካስ ተመስግን ኣለኻ ኢላት ኪዳ ጭካ ድያ ኢላቶ። ሓቂ እዩ ትሪኦ ዶ እዮብሲ ይስሕቦ ብዙሕ ሰብ እዮብ እቲ ዝነበሮ ከም ዝጠፍኦ ኢላ ኖ ኖ እቲ ዝዓበየ ናይ እዮብ ክሳራ ዲግኒቲ ናቱ እዩ ዌል ሪስፔክትድ እዩ ነይሩ ምዕራፍ ስነ ኣንብቡ ምዕራፍ ስነ ሸሞንተ እዮብ ምስ ተዛረበ ዝዛረብ የለን እዮብ ክሓልፍ ከሎ ኩሉ ዘድንን እዩ ዝብል ናይ ውርደት ሂሚሌትድ እዩ ኮይኑ ደለዎ ንብረት ደቁ ኩሉ ኩሉ ጠፊኦም ኣሜን ንጽቡቕ ድኾን ይመስል ናይ እዮብ እስኪ ንገሩኒ ጽቡቕ ድኾን ይመስል ኣነ ነግረክ ኣለኹ ትሓልፎ ብሕጂ ድኻ ትሓልፎ ሕጂ ድኻ ትሓልፎ ላ ቅድሚ ሕጂ ዝሓለፍካያ ድዩ ንጽቡቕ ፈጺሙ ደይመስል ኣምላኽ ግን ንጽቡቕ ይገብሮ ኣሜን እስኪ ኣምላኽ ንጽቡቕ ልውጠ ይበሎ ንሞት ድመጸ ሕማም ግን ወዲ ኣምላኽ ክኸብረሉ እዩ ኣልኣዛር ሞይቱ ምሽ ሓቀይ ተቐቢሩ ምሽ ሓቀይ ጨንዩ ምሽ ሓቀይ ካብዚ ጽቡቕ ወጽእ እስኪ ንገሩኒ እስኪ ጽቡቕ ወጽእ ካብዚ

ካብ ተስፋ ዶ ቁረጸ እስኪ በሉ እግዚኣብሔር ጽቡቅ ነገር ኣውጺኡ ደኣምን ሓደ ሰብ እስኪ እልልታ ዳቂዒሲ ነዚ ጎይታ እዚ ሃለሉያ የሽዋ ይኽእል እዩ እስኪ ኣሜን እስኪ በለን ተነግረኩም ዶ ኣልኣዛር ሶሪ ከምኡ ክብል ግን እንቋዕ ሞተ እንቋዕ መሽመሸ እንቋዕ ጨነወ። ኣልኣዛር ብምትንስኡ ክንደይ ሽሕ ህዝቢ እስራኤል ብምሉ ተናውጹ። ፈሪሳውያን ናይ መወዳእታ ተናወጹ ሽዑ እዩ። ንኣልኣዛር ክቀትልዎ ደልዎ ከም ብሓድሽ ክቀትልዎ ደልዎ ተትቀትልዎ ካልኣይ ግዜ ከኣ ተስኡ ኣሜን እስኪ በሉኒ ኣሜን ብሰንኪ ኣልኣዛር ምትንስኡ ክንደይ ናትኪ ጉዳይ ኣሎ ብጉዳይኪ ኣሽሓት ናብ ቤት ኣምላክ ክመጹ እዮም እስኪ ብጉዳይኪ ብዙሓት ክመጹ እዮም ዝኣምን ሓደ ሰብ ንኣሜን በለኒ ኣይመስልኒ እዋ ይመስልኒ ኣይመስልን በፍጹም ኣይመስልን ብየናይ ጎደና ትሓልፍ ኣላ ኣይመስልን ዕድሜኻ ከይዱ ክኸውን ይኽእል ዕድሜ ከይዱ ክኸውን ኣይመስልን እስኪ ሓደ ሰብ ግን ይከኣል እዩ እስኪ ብል ሃሌሉያ ኣምላኸ ይኽእል ይበሎ በቃ ይከኣል እዩ ትረድኹም ዘሎ ናይ እዮብ ንጽቡቕ መሰልና እዮብ ኣይመስልን በፍጹም ኣይመስል በፍጹም ኣይመስል ከመይ ጌሩ ኣካላቱ ምሽምሹ ብገልዒ ጌሩ ክሓክኽ ሓሳኻ እናወጾ ካብዚ ከመይ ጌሩ ጽቡቕ ወጽ ሓቂ ኣኮ ሰበይቲ ኮ ጽቡቕ ኣለ እንታይ ትኻ ትገብር ዘለኻ ኢላቶ ምስኡ ኮይና ኮፍ ኢላ ይጸናናዓቶ ትፈልጡ ክሓድ ክትብሎ እያ መጽያ ረዲኦም ቶም ኣጸናናዕቲ ኸኣ እስኻ ሓጢኣተኛኻ ሓሳ ዓመጸኛኻ እስኻ ገበነኛኻ ብለዎ ነይሮም ግዜ ተለኒ ብዛዕባ እዚ ንእሽተይ ክዛረብ እየ ኢላቶ ሕጂ ሓንቲ ነገር ግበር ኢላቶ ክሕግዘካ ኢላቶ እሺ እንታይ እያ ሓገዝ ክተበላስ ክነግረካ ሓገዘ እወ እና ቅድም ንኣምላክ ክሓዶ ኢላቶ ሽዑ ከ ሙት እዚ ዘረባ እንታይ ኢልዋ ዘረባ ዓሻ ሰብ ቤት እዩ ሰለዚ ንስምዒትካ ኣይስማዓዮ ንኩነታትካ ኣይትስማዓዮ ኣነ ዮናስ እዛ መወዳእታ ጥቅሲ ከንብበልኩም ናይ ዮናስ ተረዲኹምኒ ናይ ምውዳእ ገጸ ስሙኒ ነፍሰይ ኣብ ውሽጠይ እሕሌልያ ኢሉ ሓዙኒ ነፍስኻ ትሕለልያ ኣነ ግን ስምዒታት ድብል ትምህርቲ ኣለኒ ድሕዳር ቻነልና ሳብስክራ